እንዲያነት ደስታ እንዲያነት በረከት እናንተ ቤትም ይግባ እግዚኣብሔር ልጅ ለምትፈልጉ ሁሉ እንዲህ በመንታ ልጅ ይባርካችሁ። ሩካ ጽልኢ ይዘርእ እንተሎ ኣብ ዝዘርኦ ጽልኢ ከኳማትዓካ እዩ ጽልኢ ጎሲሱ ናብ ቤትካ ከምጻልካ እዩ ዋላ ጽልኢ ግደፍ ኢልካ ምዒድካዮ ከኣ ተመሊሱ ክጸልኣካን ክበኣሰካን ይክእል እዩ ምክንያቱ እዚ ሓው እዚ ሓው ስለ ዝኮነ ዘይኮነ ስርሑ ጽልኢ ምዝራእ ስለ ዝኮነ እዩ ዝጽላእ ዘሎ ሰላምካ ዘይዘርግ ጥዑም ጎረቤት ተለካ ግን ኣብ ጸገምካ ሕግዘካ ኣብ ሓዘንካ ኣጸናንዓካ ገዛካ እንተ ዓኒብካ ከኣ የዕቁበካ ስለዚ ጎረቤት ስለ ዝኮነ ጥራይ ኣይኮነን ዝምረጽ ዘሎ ሰላምካ ዘይዘርግ ጥዑም ጎረቤት ስለ ዝኮነ እዩ ዝምረጽ ዘሎ እምበር ካብ ሓውካስ ጎረቤት ካሕሸካ። ሕጂ ነዛ ሓሳብ ከም ድላይካ ፖለቲሳይዝ ክትገብራ ትኽእል እንዲኻ መስሓብ ምሳሌ ግን እንታይ ይብል መስለካ ብመዓልቲ ጸበባኻ ናብ ቤት ሓውኻ ኣይትኺድ ካብ
ሰላም ሰላም ኣብ ኩሉ ኩርናዓት ዓለም ኮንኩም ኮንክን መደባተይ ትከታተሉ ትከታተላ ከመይ ኣለኹም ከመይ ኣለኽን ሰላም ክትህልዉ ክትህልዋ እንዳተተምነኹ ማለት እዩ ሎም መዓልቲ ዘቕርበልኩም መደብ ከዓ ካብዞም ገበርቲ ሰናይ ማለት እዩ ኣብ ጎደናታት ዝንፀንሕዎም ገዛ እንዳኳሕኩሑ ግብረ ሰናይ ዝገብሩ ዘለዉ ኣካላት ካብኣቶም ሓደ ሎም መዓልቲ ዘልዕለልኩም መን እዩ እስከ መን እዩ እስከ ፍለጥዎ መቸም እዛ ሚድያ በቃ መሊኣ ኣላ ማለት እዩ ምሽሻይ ኣዝዩ ብርሃን ዝኾነ ሓውና ማለት እዩ ኣብ ዓለም ሲ ከምዚ መእተው ክትኮነና እየ እዛ ናይ ሓውና ወድ መምህር ህየሳ ኣምፅኤያ ዘለኹ ማለት እዩ ምስዚኣ ስለ ትኸይድ ስለዚ ሓውኻ ዝበሃል መን እዩ ሰብካ ዝበሃል መን እዩ እንደገና ንመን ኢኻኸ ክትፈቱን ከተኽብርን ዘለካ ኣብ ዝብል በዛ ሎምዓልቲ ዘቕርበልኩም ሓውና ኣብነት ማለት እዩ ኣብነት ሓውና ኦሮማዊ ይመስለኒ ኦሮሞ እዩ ካብ ኦሮሞ ይመስለኒ እንተዘይተጋግየ ስለዚ ኣብ ኢትዮጵያ ኮይኑ ኣብ መላእ በቃ እንዳኸደ እቲ ገንዘብ ናይ ግብረ ሰናያት እዩ ማለት እዩ። ካብ መላእ ዓለም ኮይኖም እቲ ስርሑ እንዳረኣዩ ዝልእኩሉ እዩ ማለት እዩ ግን ተላኢኽዎም እዞም ኣሕዋትና ዝተፈላለዩ ኣለዉ በዓል ሳዶር ምድያ ዝበሃሉ ኣለዉ በዓል ሓውና መምህር ምሉ ኣሎ ንሱ ቀዳማይ ዝጀመረ እዩ ከም በዓል ሓውና እዚ መንሽሙሎ እዚ ብዙሓት ኣለዉ ብሓፂሩ ክዝክሮም እየ ድሓን ብዙሓት እዮም ዘለዉ ገበርቲ ሰናይ ማለት እዩ ኣለዉ ንሓደ ሚክል እዩ ገለ ዝበሃል እንደጋና ሓደ ሓውና እውን ኣሎ ብዙሓት እዮም ዘለዉ ብዙሓት እዮም ዘለዉ ድሓነይ ካብቶም ኣነ ዝከታተሎም ስለ ዝኾኑ እየ ዝደልዮም ዘለኹ እምበር ኣለዉ ብዙሓት በቃ ግብረ ሰናይ ሰናይ ዝገብሩ እቲ መልእኽቲ ኣብ መላእ ዓለም ኮይኑ ሰብ ከም መባእ ዘብሎ ማለት እዩ ዘወፍዮ ኣብ መዓልኡ ዘውዕሉልካ ማለት እዩ ኣብ መዓልኡ ዘውዕሉልካ ፀጋይ ማለት እዩ ሓውና ፀጋይ ኣሎ ብዙሓት ኣለዉ ብሓፂሩ ስለዚ ካብቶም ከምኡ ዝገብሩ ሓደ ሓውና ኣብነት እዩ ማስተር ኣብነት እዩ ማለት እዩ ስለዚ ዝሓውና እዚ ኣብዚ ሶሻል ሚድያ ክሪኦ ከለኹ ኣዝዩ ደስ ዝብል በቃ በታ ኣነ ዝደልያ ነገራት ይኸይድ ይሪኦሞ በታ ኣነ ከምቲ ኣነ ዝደልያ ማለት እዩ በቃ ከይዱ ሃሰስ ኢሉ ገለ ኢሉ በቃ እታ ግዝያዊት ስኢኖማ ዘለዉ ኣርህው የብለሎም በቃ ብጣዕሚ ሕጂ ብጣዕሚ እንድዩ ኣብ ዓለምሲ ብዙሕ ነገር እዩ ዘተሓሳስበካን ከም ትልብም ከዓ ዝገብረካ ማለት እዩ ንሕና መዕቆቢ ረኺብና መዕረፊ ረኺብና እንኽደኖ ክዳን ረኺብና እንድቅሰሉ ዓራት ረኺብና እነፅልለላ ቤት ረኺብና ቤት ዘይብሉ ኣሎ ክዳን ቅያር ዘይብሉ ኣሎ ሓሚሙ እኳ ኩርሚ ኢሉ ዘዕርፈላ ርእሱ ዘፅልለላ ቤት ዘይብሉ ኣሎ ክንደይ እዩ ዘሎ ብዛ ዓለም ክንደይ ብፍላይ ኣብዚ ኣፍሪቃ ዝብልዎ በቃ ብሰንኪ እዞም ርእሶም ናብ ምዕባለ ዘይ ዘይደፍኦም ናብ ጅብኦም ጥራይ ውልቃ ሯብሕኦም እሞ ናብታ ናታቶም ኩርሲ ኣቢሉ ንዝመጾም እንዳማሳመሱ ወዲ ሰብ ተወሊዱ ዓብዩ ተማሂሩ ክንዲ ኣብ መርዓን ፍረን ዝበጽሕ ብኹሉ ነገር ዝዓቢ ኣብ ኩናት እንዳጠበሱ ናብታ ንግስነቶም ንኸይ ይጻብእዎም ማለት እዩ ምስ ዓለማት ዲፕሎማሲ ምግባር ተሪፍዎም ምስ ጎረባቢቶም እንዳተናኸሱ ዓለማት ዝሰርሕዎ ናብ ፓላት ኣፅዋር ንሕና ንነደሉ ብሰንኪ ኣተሓሳስባና ማለት እዩ ብከምኡ ኣብ ድክነት ዝተሸመመ ህዝቢ ቀሊል ኣይኮነን ቀሊል ኣይኮነን ኩሉ እዩ ድኻ ህዝቢ ናይ ኣፍሪቃ እቲ ሃብታም ዝበሃልሲ ውሱን እዩ ብሓፂሩ ስለዚ እዚ ኩሉ እዚታት ክትርኢ ከለኻ ኣዝዩ እዩ ኣነ ከብደይ ዝበልዓኒ ማለት እዩ ግን ዓቕሚ የለን ዓቕሚ የለን ብመንፈስ ግን ኣለኹ እየ ምስኦም ማለት እዩ ስለዚ እዚታት እንዳረኣኻ መቸም ስቂልካ ንበይንኻ ክትበልዕ ኣይትኽእልን ኢኻ ሙሉእ ዋላ ኣይኹነልካ ኣብ ዘይመለአ ዋላ ከምቲ ትደልዩ ኣይኹን ግን ልዕሊ ዓቕምኻ ነገር ክትገብር ስለደይትኽእል ማለት እዩ ሕጂ ከምዚ ኮይኑ እዞም ገበርቲ ሰናያት ነታ ዝሃብካዮም ዝሰደድካሎም ኣብ መዓላ የውዕሉልካ ማለት እዩ ስለዚ እዚኣቶም እሙናት ልኡኻት ናይ ህዝቢ እዮም እቲ ህዝቢ እታ እግዚኣብሄር ዝፈትዋ ይገብር ምቕሊ ይሰድድ እቶም ልኡኻት ከዓ ኣዝዮም እሙናት ልኡኻት ኮይኖም ከርተት እንዳበሉ ፍቆዱ ቦዳ ቦዳ ገይሮም ዘን እንታይ ኢኹም ትብልዎ ነዞም ሞተ እዞም እወ ሞተ ሞተር ሳይክል ገይሮም ኣብ ፃድፍ ኣብ ገለመለ እንዳኣተዉ እንዳኸዱ መዓዝ ዝተቐብረ ብሂወት እንዳሃለወስ ግን ተቐቢሩ ሰኣን ድኽነት ብድኽነት ዝኣክል ማለት እዩ። ሰኣን ትሕዝቶ፣ ሰኣን ኣፍልጦ፣ ርእሲ እንዳድነኑ ማለት እዩ። እንታይ ምለኒ እንታይ ደኣ እሞ ዝኽእላ በቃ ዝወደይ ብሰንሰለት ጌርካ ምእሳር እዩ። እዛ ጓለይ ብሰንሰለት ጌርካ ምእሳር እዩ። እዚ ቦይ ብሰንሰለት ጌርካ ምእሳር እዩ እንዳተባሃለ ብሰንሰለታት እንዳገበሩ ዓበይቲ መፋትሕ እንዳገበሩ ህይወት እንዳሃለዎ ብህይወት ኣብዛ ምድሪ እንዳሃለዎ ዝተቐብሩ እንዳውፅኡ ቁማላቶም እንዳሰደዱ ርስሓቶም ናይ ክንደይ ዓመት ናይ ዒስራ ዓመት ዝነበረ እንዳሓፀቡ ኣብየ ዝኣትውዎ ዘለዉ ገነት መንግስተ ሰማይ ብደዎም ከለዉ ፀዲቖም እዮም ስለዚ እቲ እሙናት ኮይኖም ዝለኣኽዎ ዘለዉ ዓብዪ ሞሳ ስለ ዘለዎ ኣብ ቅድሚ እግዚኣብሄር ሓውና ኣብነት ሓደ ካብኦም እዩ። ክልተ ህፃናት ከምዚኣ ገይሩ ሒዙ እስከ ንእግዚኣብሄር ኣመስግኑለይ ክብል በቃ ልቡ ብሓጎስ ተመሊኡ እታ ቤቱ በቃ ብሓጎስ ተመሊኣ ምስ በዓልቲ ቤቱ ምስ ሓንቲ ቀዳመይቲ ጓሉ ክሪኦ ከለኹስ ብጣዕሚ በቃ ዋላ ሰብ ኩሉ እዩ ተሓጒሱ ኣብቲ ኮመንት ዝረአ በቃ እታ ሸር ምባል ከዓ እዛ ኩላ ፌስቡክ መሊኣ በቃ እወ ንዝገበረሲ ወይ ግበረሉ ወይ ንገረሉ እዩ ሕጂ ንሕና ከዓ እንታይ ኢና ንኽእል ምንጋር ኢና ንኽእል ማለት እዩ ምንጋር ስለዚ ጽቡቅ ዝገብር ጽቡቅ ንቂድሚኡ እዩ ዋላ ሕጂ ኣይርከቦ ንነዊሕ ግዜ ዋላ እታ ጽብቅትስ ኣይዓብጣን እዩ እግዚኣብሄር ሰጊርዎ ኣይሓልፍን እዩ መዓስ ከ ክፈሊ ኢለ ዝበሃል ነገር ኣብ ሓንጎልና ከነእትዎ የብልና ብቻስ ንክኣል ንጽቡቅ ምግባር እምበር ዋላ መብዛሕትኡ ግዜ ብሃለኽለኽ ሕለፎ ሓደ መዓልቲ ግን ራህዋታ ናትካ ፅቡቕ ነገር ሞሳ ዘይብላ ንኸይተርፍ እግዚኣብሄር ንቕድመኻ ሰናይ ከም ዝገብረልካ ፈሊጥካ ፅቡቕ ነገር እንድሕር ጌርካ እዚኣ እያ ሞሳኣ ማለት እዩ ካብዛ ናይ በዓል ሓውና ኣብነት ሓውና ረኣዩ ብእግዚኣብሄር ክልተ ህያባት ዕምበባ ዝመስሉ ቆልዑ ወድን ጓልን ኣዛኒቑ በቃ እንኪ ንስኺ እዚ ወዲ ናት እዛ ጓ እዚ ወዲ ናትኪ እዩ ንስኻ ከዓ እዛ ጓል ከዓ ንዓኻ ኢላታ ሓኪም ዘሕረሰታ ብጣዕሚ ደስ ትብል ከተሕቁፎም ክትርኢ ከለኻሲ ኣሰይ ንዝሰኣነ ከዓ ከምኡ ይፍጠረሉ ነተን ውላድ ዝሰኣንክን ነቶም ውላድ ዝሰኣንኩም ብዓቕሊ ብትዕግስቲ ምጽባይ ኣዝዩ ጽቡቕ እዩ። ሰናይ ተግባር ንቕድመኻ እንዳገበርካ ኣዝዩ ጽቡቕ እዩ። ወላ እቶም ዝወለድና ከኣ እቶም ውሉድና ተማሂሮም ዕድመ ሂብዎም እግዚኣብሄር ናቶም ጻምኦም ክንበልዕን ናቶም ጋሞኦም ክንርኢ ናቶም ቆልዕኦም ክንሓቁፍ ከማን ጽቡቕ ነገር ክንገብር ኣገዳሲ ስለ ዝኾነ ጽቡቕ ዝገብር ፅብቅቲ ንቂድምኡ ስለ ትፀንሖ ካብዚ ናይ ሓውና ኣብነት መቸም ኣብ ብዙሕ ቦታታት እዩ ዝምስገን ብዙሕ ሽልማታት ወስድ እዩ በቲ ዝገብሮ ዘሎ ኩሉ ነገር ኣነ ይከታተልየ ይነብዕ ይበኪ በቃ ኣዝዩ ለዋህ እዩ በቃ እቶም ብሽግር ገለመለታት ዘበሉ ክትርእይዎም ከለኹም ሓፈሽኡ እዞም ሰናይ ዝገብሩ እኮ እንታይ ዓይነት ምቕዳስ ሂብዎም እግዚኣብሄር ግርም እዩ ዝብለካ ምፍንፋን የብሎም ገለ ይብሎም እምበርከስ ብርስሓት ዝተቋማጥዑ በቃ ተሓፂቦም ዘይፈልጡ ገለ መለታት እዮም ግን በቃ ኩሉ ሓፃፂቦም ሕጂ ሓውና ፀጋይ ብቐዳማይ ይርዮ ነይረሲ ሓንቲ ቆልዓ ኣዲኣ ዝደርበየታ ዋ ኣዲኣ ተቋናኒና ነስነስ ክትብልሲ ውላዳ ካብ ፍረ ማህፀና ዝወፀት ውላድስ ምዕቃባ ስኢናታ ማለት እዩ እሳቶም ሒዞም ኣለዉ ስለዚ ሲ ሕሰብዎ ንገለ እንታይ ዓይነት ኣተሓሳስባ እዩ ዘለና ገለ ከዓ በቃ ንዘይናቶም ካብ ሓመድ ዘተንስኡ ስለዚ እዚ ሲ ከም በዓል ሃወርያ ጴጥሮስ ማለት እዩ በቃ ከምኡ ኮይኑ እዮም እዮም ዝስምዑ ንኣነ እዚኣቶም ሕጂ ሲ ብጣዕሚ ደስ ዝብል እየ ዝርኢ ዘለኹ እሞ ሓውና ኣብነት ንኹልኹም እቶም ካልኦት እውን ዘልዓልኩኹምን ዘየልዓልኩኹምን እግዚኣብሄር ሞሳኹም ይሃብኩም ኣቂድሚ እዞም ህዝቢ ንሕና ድኹማት ከማኻትኩም ከዓ ዓብይ ሞሳ እዩ ዘለኩም እሞ ክትሕጎሱ ኣለኩም ማለት ወዲ ሰብ ማለት ዋእ ኮለኻ ናትካ ሰናይ ነገር እንድሕር ትርእስ ኣብ እግዚኣብሄርሲ ኣብዚ ዝገበርካዮ እዩ ኣብኡ ዝፀንሓካ እዮም ዝብሉ እዞም ኣቦታት ካህናት ከማሳጥርዎ ከለዉ ክምህሩካ ከለዉስ ኣብዚኣ ዝገበርካያሲ ኣብዚኣ ዝተኣሰርካስ ኣብ ሰማይ እሱር ኢኻ ኣብዚኣ ተተፈቲሕካስ ኣብ ሰማይ ፍቱሕ ኢኻ እዮም ዝብሉና ስለዚ እዚኣ ተኾይናስ ረእዩ ክትሕጎሱ እዩ ዘለኩም ማለት እዩ ክትሕጎሱ ኣነ ከማን በዛ ብወገነይሲ ኣዝየስ ይሕጎስ ኣለኹ ቦትናታትኩም ማለት እዩ በትናታትኩም ትገብርዎ ኩሉ ኣገልግሎተኩም እሞ ከምዚ ኢልኩም ከዓ በቃ ብድኹማት ኣሕዋትኩም ከዓ ክትምጎሱ ገለሲ በቃ ንሓጎስ ዝደልስ ኣዝዩ እዩ ዘሐጉሰካ ስለዚ ተሓጎሱ እሞ ሓውና ኣብነት እዞም ተዋሂቦምኻ ዘለዉ ዕንበባታት ህፃናት እግዚኣብሄር ብፀጋ ብጥበብ ገይሩ ኮስኪሱ መልሚሉ ናትካ ትሕትናን ናትካ ልውህናን ወሪሶም ዓብዮም ናታቶም ፅቡቕ ጉዕዞ ናይ ትምህርቲ ከምኡ እውን ትምህርቶም ወዲኦም ኣብ ፅቡቕ ደረጃ በፂሖም ልካስ ነቲ ናትካ እትገብሮ ዘለኻ ናይ ሓገዛት ውርሻ ከምኡ ኢሉ ኣብ ሓገዛብ ጭንቀት ክነብር ዘይኮነ ዝትምነየሉ ነዚ ህዝብና በቃ ኩሉ ነገራት ተቐያይሩ ከምዚ ናይ ምዕቡላት ዓለማት ንነብረሉ ዘለና ንህዝቦም ኮይኖምስ ንፅጉማት ካልኦት ዘመሓድሩ ዘለው ከምኡ ከዓ ኣብ ምድርና ኣብ ምድሪ ኣፍሪቃ ከዓ በቃ ናይ ሙሉእ ፀጋ ረኺብና ኩሉ ነገራትና መሬትና ሲ ሃብታም ምድሪ ኣፍሪቃ ሲ ሃብታም እዞም ዓለማት ሲ ነዙ ናይ ምድሪ ኣፍሪቃ እንዳመዝመዙ ሃብቲ እዮም ዝነብሩ ዘለዉ ብሰንኪ ድሑር ዝኾነ ኣተሓሳስባና ማለት እዩ ብሰንኪ ዕሱባት ዝኾኑ መራሕቲ ማለት እዩ ስለዚ በቃ ነዚ ዝቕይር ወለዶ ኮይኖም ብጣዕሚ ንህዝቦም ንሃገሮም ዝኾኑ ውሉድ ክኾኑ እየ ክምርቆም ዝደሊ ነዞም ህፃናት እዚኣቶም ማለት እዩ ንበዓልቲ ቤትካ ከዓ በዚ ኣጋጣሚ እምበርከስ ከምዚ ኢልካ ብኩሉ ኮለል ክትብል ንሳ ከዓ ገዛ ሒዛ እሞ ነቱ ትገብሮ ዘለካ ደጊፋ ክትፀንሕ ኮላ ብጣዕሚ ናይ ክልቴኹም ክሳ እዩ ናይ ክልቴኹም እቶም ሓፈሽኡ እቶም ከምኡ ትገብሩ ናይተን ደቂ ኣንስትዮኹም ናይተን ኣንስትኹም ናታተን ሓገዝ እዩ ኣብዚ ዘብፅሓኩም ማለት እዩ ሓንቲ በዓልቲ ቤትካ ወይ ሓደ በዓል ቤትካ እንድሕር ገፁ ዝኣስረልካ ነቲ ሓደ ነገር ዘበገስካዮ እንድሕር ዘይድግፈካ እንድሕር ኮይኑ ክትዕወት ኣይትኽእልን ኢኻ ክድ ምስቲ ከምዚ ዝበለ ረሳሕ ኣብኡ ኔርካ ኢኻ ክዲ ንስኺ ከምዚ ዝገበርኪ ኢኺ ገለ እንድሕር ዝብለካ ዳውን እዩ ዝገብረካ ዘሎ ስለዚ ዳውን እንድሕር ዝገብረካ ኮይኑ ደጊምካ ከምኡ ክትገብር ኣይትደልን ኢኻ ወይ ከዓ ክትፈላለ እዩ ዘለካ ስለዚ ዘን ኣንስቲ እዚኣተን ከማን ክምጎሳ ዝግበአን እዩ በዚ ኣጋጣሚ ድሕሪ ንፉዕ ሰብኣይ ብድሕሪኡ ኣላ ብርትዕቲ ሰበይቲ ኣዝያ ኣዝያ ስማርት ዝኾነት ንሰብኣያ ሞራል ትህቦ ኣጆኻ ትብሎ በቃ ሞራል ተዕጥቆ ብርትዕቲ ሰበይቲ ኣዝያ ለባም ሰበይቲ ኣላ ማለት እዩ። ለባም ሰበይቲ ዝተዓደለ ሰብኣይ ወይ ለባም ሰብኣይ ዝተዓደለት ንቕሕቲ ሰበይቲ ኣብ ከምዚታት እያ ኣብ ዓወት እያ ትውዕል ኣብ ዓወት እዩ ዝውዕል ማለት እዩ ስለዚ ነንመፃምድትና ከማን ከነመስግኖም እዩ ዝግባኣና ኣብ ሓደ ቤተ ክርስቲያን ሲ ሽልማት ተዋሂቦም ሓደ ኣቦና ማለት እዩ ሕጂ እንታይ ኢሎም በሉ እዛ ህያብ ንዓይ ተዋሂበያ ዘለኹ ሲ ንበዓልቲ ቤተይ ብድሕረይ ንሳ ስለ ዘላ ንዓኣ እዩ ዝግባእ ንዓይ ኣይኮነን ዝግባእ ኢሎም ሕጂ ከምዚ ዝዓይነቶም ለባማት ኣለዉ ከምኡ ዝበላ እውን ለባማት ኣለዋ ስለዚ ኩልና ካብ ሕድሕድ ከይተነኣኣስና ለባማት ክንከውን ክንክእል ኣለና ንሓዳርና ንበዓል ቤትና ድዩ ንበዓልቲ ቤትና ድዩ ተኸባቢርካ እዩ ኩሉ ነገር እግዚኣብሄር ዝፈትዎ እግዚኣብሄር ዝባረኾ ናብራ ክንነብር ንኽእል ማለት እዩ ስለዚ ወላ ምስ ውሉድካ ግድን ምስ በዓል ቤትካ ኣይኮነን ሓፈሽ እታ ቤት ዘለኻሲ ተኸባቢርካ ተደጋጊፍካ ነታ ተምፃኣ ሓሳብ ከዓ ወይ ብከምዚኣ ከምዚኣስ ኣይትጠቅመክን እያ ወይ ከምዚኣ ከምዚኣስ ኣይትጠቅመካን እያ ዝወደይ እዛ ጓለይ ኢልካ ከተማኽሮም ኮለኻ እዩ ብጣዕሚ ፅቡቕ ድሕር ፅብቕቲ ኮይና ከዓ ኣጆኹም ዞም ደቀይ ክትብሎም ስለዚ ሕጉስ ናብራ ኢኻ ትሓልፍ ማለት እዩ ምስ በዓል ቤት ሃሉ ምስ በዓልቲ ቤት ሃሉ ምስ ውላድካ ሃሉ ኩሉ በቃ እቲ ሰላማዊ ቤትሲ ካብ ልብኻ እዩ ዝምንጩ ማለት እዩ ካብ ናትካ ስራሕ እዩ ዝብገስ ማለት እዩ ስለዚ ኩልና ተኸባቢርና ተሓጋጊዝና ከይተናፃፀግና እንድሕሪ ንነብር ኮይንና እታ ቤት ብርኽቲ እያ ትኸውን ከምዚ ከዓ በረኸት ሒዛትልካ ትመፅእ ማለት እዩ ስለዚ ንሰይቲ ሓውና ኣብነት እውን ከመስግና ደሊ ንኩሎም በዓል መምህር ሙሉ ኣለዉ ቀዳሞት ማለት እዩ መጀመርታ ነዚ ነገራት እዚ ዝጀመርዎ ከምኡ እውን በዓል ሓውና እዚ ፀጋይ በዓል ንሱ ሕጂ ከምዚ ዝብለኩም ዘለኹስ ካብቲ ብዙሕ ዝገብሮስ ኣዲኣ ዝጓሓፈታ ኣዲኣ ኮላ ቀንጀልጀል ትብል በቃ ተቋናኒና ገለ መለታት ግን መሓሲ ኢና እታ ንጓላ እዋ እንድሕሪ ሂቡካሲ ዕውር ኹን ሓንካሲ ኹን ገለ ኹንሲ ናትካ ህያብ እዩ እግዚኣብሄር ሂቡካ ክትፍተን ንስኻ ክትፍተን ማለት እዩ ስለዚስ ዝሃበናሲ ተመስገን ኢልና ደኣ ነብሱ ሓፂብና መግቡ ሂብና ብግቡእ ኣብ ምቕማጡ ከነቐምጦ ኣለና እምበር በዛ ናይዛ ምድሪ ተሃስዩ እንዳሃለወስ ብባዕለይ ብዝወለድክዎ ኣዲኡ ድዩ ወይ ኣዲኣ ድየ ከዓ ክትህሰ ኮላ ክህሰ ኮሎሲ እግዚኣብሄር እጥምተና እዩ እጥምተና እዩ እቲ ንሕና ንንቀሳቐሰሉ እግርና እቲ ንሕና ንሰርሓሉ ኢድና እቲ ንሕና ነስተውዕለሉ እምሮና ብርሃን ፀሓይ ንርእየሉ ኩሉ ነገራት እነስተማቕሮሲ ናይ እግዚኣብሔር እኳ እዩ ከሕድገና እኮ ክእል እዩ ንዓና ከማን እኮ ምስኣቶም ኩምስስ ከብለና ይኽእል እዩ ስለዚ ብከምዚ ክንመሃር ይግባኣና እዩ ኣስፍሕ ኣቢልና ንሓስብ ክንከውን ይግባኣና እዩ ብጉልበትና ክንምካሕ የብልናን ብትሕዝቶና ክንምካሕ የብልናን ወይ ብድኽነትና ከዓ ነብስና ታሕቲ ክንገብራ የብልናን ስለዚ እግዚኣብሄር ሃብታማት ገይሩ እዩ ፈጢርና በብናህና በቃ ከምቲ ብዕውሩ ዝተወልደሲ እቶም ኣይሁዳውያን ክፍትንዎ ኢሎም ናይ መን ሓጢኣት እዩ ኢሎሞ ሓጢኣት የብሉን ኢልዎ ሓጢኣት የብሉን ኢልዎ በቃ ንሱ እዩ ንዓና ከዓ ዝልእከልና እቲ መልእኽቲ ንዓኣቶም ዝበሎም ንዓና እውን ናባና እዩ ማለት እዩ ተወራራሳ እዩ ስለዚ ሓውና ኣብነት ብጣዕሚ ብጣዕሚ ኣብነታዊ መንእሰይ ኢኻ ንእሽተይ ኮለኻስ ኣዚኻ በቃ በዓል ሓውና ጣዕመ ዝበሃል እውን ኣሎ ነዞም ተጋደልቲ ብጣዕሚ እሱ ከዓ ተጋዳላይ ንእሽተይ ሕጂ እዞም መንእሰያት በዓል ሳዶር ሚድያ ሕጂ እቲ ሽሙ ደኣ ይሓዝኮን እምበር በዓል ንሱ ሕጂ ንኣሽቲ እዮም ወላ በዓል ሓውና ፀጋይ እውን ንኣሽቲ እዮም ግን ጭሕምሕም ኢሉ ክትሪኦ ከለካ ከምዚ ዓብዪ ይመስል ሓደ እውን ኣሎ ቅሬታታት የብል ኣሎ ብዝኾነ ናቱ ካሊእ ቢዶ ክሰርሓሉ እየ በዚ ኣጋጣሚ ሓገዛት ንክንገብር ኢና ኢሎም ዝብገሱ ኣሕዋት ይበገሱ፣ ኣይንተሓሳሰብ፣ ይለኣኹ ደኣሎም ዘለዉ እምበሪ ብውሑዳት ዝዕመም ሽግር ስለ ዘይብልና ሓፈሽኡ ክለኣኹ ክኽእሉ ኣለዎም። ስለዚ ሓደ ሓውና ሽሙ ይሓዝክዎን ኣለኹ እምበር ዝተቐየመ ኣሎ ካብዚ ሓገዛት ስለ ዘይተፈቐደካ ኢሎም ዝተኸልከልዎ ፍቓድ ገለመለታት ኣየድልድልን እዩ ንከምዚ ሰናይ ሰባት እዮም ዝምውልዎ እቲ ሰባት ዝለኣኽዎ ከዓ ዘብፅሕ ገዛ ገዛ ኮይኑ ብውሕዳት ኣይዕመምን እዩ ኩሉ ብምልኡ ሽጉር ስለ ኮይኑ ዘሎ ወሸለን ደሞ እዚኣ ነገር እዚኣ ሳብ ኤርትራ ከም ኣንተ ተትኽፈተልና ኣነ ኩሉ ግዜ እዚኣ ናተይ እያ ኣብ ኤርትራ ከምኣ እንተተኸፈተልና ክንደይ ጽቡቕ ነይሩ። ካብቱ ተረፍ ኣብ ኤርትራ ካብቱ ተረፍ ዝውዳቕ ማለት እዩ ካብቲ ተረፍ ንእሽተይ በቃ ትንፋስ መሓደረት ነይራ እየ ዝብል ኣነ ስለዚ እዚ እንዳበልኩ ሓውና ኣብነት ከም ዝብለካ ዘለኹ ኣብነታዊ መንእሰይ ኢኻ ተባረኽ እግዚኣብሄር ፀጉኡ ብዝሒልካ ኣብየት ተባሪኽኩም ዘለኹም ኣብዚ ምድሪ ኮይንኩም ፀጋኹም ትርእይዎ ዘለኹም ኣቤት ኣቤት ኣቤት እግዚኣብሄር ፈትይኩም። በዚ ኣጋጣሚ ንኹልኹም እውን ገንዘብኩም በዞም መገድታት እዚኣቶም ጌርኩም እትልእኩ ፅጉማትኩም ትረድኡ ኩሉ ናታትኩም በረከት እሞ እግዚኣብሄር ኣብዚሑ ብዚሑ ይመላኣልኩም ክብል እየ ዝደሊ። ሕጂ ምስ ዝነህለ ናይ ጾም ሮሞዳን ኣሎ ጾመ ናይ ጎይታና መድሓኒናን ኢየሱስ ክርስቶስ ንህለ ዓብይ ጾም ማለት እዩ። ኩልና ኣብ ጾም ኢና ዘለና። ስለዚ ናይ ሮሞዳን ቀልጢፋ ቂድመና ክስዕሩ እዮም ናይ ሮሞዳን ኣቢልኩም ከምኡ እውን ናይ ትንሳኤ ኣቢልና ኩልና ከምኡ በረኸት ክንሳተፍ እየ ክዕድም ዝደሊ ማለት እዩ ካብታ ንበል ኣብዚ ሓሙሽተ ሽዱሽተ ዓይነት ፀብሒ ሰሪሕና ትርጉም የብሉን ወላ ሓንቲ እዛ ስጋ እዚኣ ወላ ሓንቲ ሓደ ዓይነት ፀብሒ በሊዕካን ዝተቀያየረ ዓይነት ፀብሒ በሊዕካን ከም ዝብለኩም ዘለኹ ኣነስ ኣውደኣመት ኮይኑ ከማነይ ብዙሕ ኣይብላዓለይን እዩ ሓቂ ዘረባ ብገዛና ዋላ እዞም ደቀይ ከምኡ እዮም በቃ ኣይበልዑን እዮም እንድሕሪ ኣውደኣመት ኮይኑ በቃ ወረ ዋላ ብገዛና ኢና ብገዛና ከምኡ ኢና ሓቂ ዘረባ ስለዚ ብሩኽ ይባዕሉ ብሩኽ ይገብረልካ ማለት እዩ ስለዚስ ካብ ነቱ ሰለስተ ኣርባዕተ ዓይነት ፀብሕታት ሓሙሽተ ዶ ገለመለታት ዶ መዓት ገለዶ ቶርታ ዶ እሽወሽ ዶ ትገብሮ ርብዒ ስጋ ዘይብለን ኣዴታት ርብዒ ስጋ ዘይብለን ስድራ ዝሓዛ ቤት ክንዝክራ ክንክእል ኣለና ኣነ በቲ ሽግር ንሱ ስለ ዝሓለፍኩ ኩሉ እዩ ዝረኣየ ኩሉ እየ ዝዝክር ስለዚ ዝነበርናዮ ከዓ ኣይንረስዕ ዝነበርናዮ ረሳዕቲ ንኹን እቶም ብኡ ዘይሓለፍና እውን ነዚ ዝረክብ ዘሎ ወይለይ እዚሲ ናይ ኣቦኡ ዶ ኮይኑ ናይ ኣዲኡ ክንብል ክንክእል ኣለና ተኻፈልቲ ገበርቲ ሰናይ ክንገብር ክንከውን ኣለና ማለት እዩ ስለዚ እዚኣ እየ ክላቦ ዝኽእል ብሩኽ ጾም ግበረልና ጾምና ብሰላም ኣጀሚሩ ብሰላም ኣፈጽመና ናብ ብርሃነ ትንሳኤ እዩ እግዚኣብሄር ብሰላም እብፅሓና እቶም ሰብ ሮሞዳን እውን ሰናይ ሮሞዳን እግበረልኩም እስኻትኩም ቀዲምኩምና ሕጂ ከተፍጥሩ ኢኹም ማለት እዩ ስለዚ ናብኡ ግን ነናብ ዕለቱ ብሰላም ኣብፅሓና እዚ ኩሉ ብመላእ ዓለም ኮይኑ ጭንቂ ንሪኦ ዘለና ህዝብና ዝበክ ዝነብዕ ዘሎ እግዚኣብሄር መወዳእቱ የርእየና ኣቱም ሰባት ኩልና ሕጂ ሓውና ኣብነሲ ሓደ ኦሮማዊ እዩ ካልኣይ እውን እዚ ኣነስ ከማን ሙስሊም ይመስለኒ ነይሩ እንደገና እዚ ከምዚ እምነት ክስታ እዩ ማለት እዩ ፕሮቴስታንት እዩ ሕጅስ ክስታይ እቲ ነብስና መጀመርታ ክነብል ክንክእል ኣለና ማለት እዩ እምነት ከዓ ድሒራ እያ ትመፅእ ንናህና ንእመን እምነት ናይ ግልና እዩ ግን ክንከባበር ኣለና ክንከባበር ኣለና ስለዚ እምነት ምስሊም ይኹን እምነት ክርስትያን ይኹን ንሕና መጀመርታስ ከም ሰብ ንሕሰብ ከም ሰብ ሕጂ እዚ ኩሉ ኣብ ልብያ ዘሎ ኣሕዋትና ምስሊም ክኹንንዎ ሓደ ርእየ ኣለኹ ብጣዕሚ ፅቡቕ ኮንንዎ ኢኹም ከም ሰብ ኣብኡ ዘሎ ኣብ ልብያ ዘሎ ስደተኛ ምስሊም ኣሎ ክርስትያን ኣሎ ሱዳናዊ ኣሎ ኢትዮጵያዊ ኣሎ ኤርትራዊ ኣሎ ኩሉ ዝጸጎመ ኣብኡ ኣሎ። ስለዚ ከም ሰብ ክሓስቡ ከም ዘለዎም እዚ መራሒ ሊብያ ኣሕሊፍዋ ዘሎ መልእኽቲ ናብ ሰላም ክቕይራ ሮሞዳን ምስ ተወደአ ሰብ ክትቀትሉ ኢኹም ኢሉ ዘሕልፍሲ ሮሞዳን ምስ ተወደአ ሰላም ክንገብር ኢና ግዳ ኢሉ ዘይቅይራ ከምኣ ክቕይራ ሓቢርና ንስራሕ እሞ እግዚኣብሄር እስምዓና እዚ እንዳበልኩ ነዛ ቪዶ ሸር በልዋ ነዛ ዩቱበይ ከዓ ኣባራትዑኒ ዕብይዋ ሳብስክራይብ ግበሩ ላይክ ግበሩ ኮመንት ከዓ ፀሓፉለይ እንዳበልኩ እሞ ደጊመ ናብ ብርሃነ ትንሳኤ ብሰላም ኣብፅሓና እግዚኣብሄር እንዳበልኩ ቻው